ዕጡቓንን ስርዓት ደርጊ ንሓንሳእን ንሓዋሩን ብምቕባር ብዓወት ኣብ ምምዝዛም ዕዙዝ ተረኣን ተጻዊተን እየን። ዋላ እኳ ዋላ እኳ ሕዚ ሕዚ በቶም ተረፍ መረፍ ሓታላታት ደርጊ እቲ ዝቐረብናዮ ስርዓት እቲ ዝቐረብናዮ ስርዓት ንምምላስ ጻዕሪ እንተገበሩ ግን ካብ ትንዕ ዘይሓለፈ ጉራን ፈኸራን እዩ። ንኽለፍዶ ህዝቢ ትግራይ ካልኦት ብሄር ብሄረሰባት ኢትዮጵያ እውን ናብቲ ክፉእ ዘበን ክምለስ ፍጹም ኣይፈቅድን። ስለዚ ስለዚ እቲ ዘሐብንን ዘኹርዕን ቃልሲ ደቂ ኣንስትዮ ትግራይ ብሓፈሻ ድማ ቃልሲ ህዝቢ ትግራይ በቲ ናይ ሐዚ ዘሎ ዓገርገር ዝረክስን ዝሃስስን ፈጺሙ ኣይኮነን። ኣብ ናይ ሰላም ኣብ ናይ ሰላም ዲሞክራስን ልምዓት ቃልሲ እውን እቲ ጀግንነት ደቂ ኣንስትዮ ትግራይ ተደጊሙ እዩ። ብፍላይ ደቂ ኣንስትዮ ትግራይ ኣይክእልኦን ዝበሃል ዝነበረ ከም እንክእሎ፣ ኣይምልከተክንን ዝበሃል ዝነበረ እውን ከም ዝምልከተና፣ ብተግባር ኣረጋጊፅና ኢና። ገዛና ገዛና ክንመርሕ እኳ ሙሉእ ስልጣን ዘይተውሃበና ዝነበረ ሐዚ ግን እቲ ሰፊሕ ኣደባባይ እውን ብዘይ ምንም ገደብ ክንመርሕ ሰፊሕ ዕድል ተዋሂቡና። ብተግባር እውን ተሳቲፍና ኢና። ደቂ ኣንስትዮ ትግራይ ደቂ ኣንስትዮ ትግራይ ኣብ ኩሎም ናይ ልምዓት ስራሕቲ መርኣያ ውፍይነት፣ ፅንዓት፣ ጀግንነት፣ ሓበንን ከምዝኾና ንኹሉ ኣምሂረን እየን። ብሓፈሻ ጉዕዞ ዕስራን ሸውዓተን ዓመት እውን ጉዕዞ ዓወትን መስተንክራዊ ምዕባለን ግሁድ፣ ብሩህ፣ ድሙቕ ዝኾነ ብዝለዓለ ናይ ደቂ ኣንስትዮ ተሳትፎ እዩ። ወያናይ ዲሞክራሲ መስመርና ብኹለ መዳይ ተሳታፍነትን ተጠቃምነትን ደቂ ኣንስትዮ ከምዝዕወት ብተግባር ኣረጋጊፅና ኢና። እቲ ሐዚ ዘለናዮ ዘለናሉ ምዕራፍ ድማ ሃገርና ልዕልነት ሕገ መንግስትን ፌደራል ስርዓትን ብዝኸፈኣ መንገዲ እናተጥሓሰ ዝኸደሉን ናይ ዜጋታት ድሕንነት ኣብ ሓደጋ ወዲቑ ሰላምን ምርግጋዕን ዝጠፍእሉ ዜጋታት ብብሄራዊ መንነቶም ምኽንያት ብምግባር ምፍንቓል፣ ምቕታል ንብረት ህዝብን መንግስትን፣ ምቅጻል፣ ምዝራፍ ወዘተ ብጣዕሚ ዝኸፍኡ ጸገማት ብስፍሓት ተፈጺሞም እዮም። ኣብ ትግራይ ግን እዞም ኩሎም ክፋኣት ብኣተሓሳስባ ይኹን ብተግባር ኣይተፈጸመን። ትግራዋይ። ትግራዋይ ብመንነቱ ተጠቒዑ እምበር ዘርኢ ወይ ብሄር ፈሊዩ ዘጥቕዖ የለን። ህዝብና ንመንነቱ።